ወይ ኣናክሲ እዮም ፂብል እንታይ ኣቐዲምካ እንዱ ትኽወስኻ ባክ ኢልካ ተናኺስካ ባክ ይበል ባክ ይበል ብለክ ኣለኹ ኣቲ ንስኻ ናይዛ ደንበን ገዛ እናበልክ ዘረባ ተቀባብል እያ ዘለኺ ምስኣ ክዓጥመኪ ወይ ኣንታ ቦይ መኽስተይ ደይ ትገብር ክዲ ክዲ እንታይ ክስታይ ክዲ ናኺስ ክምፅለይ ክዲ ምፀ እምፅዮ ዘረባ ክፈልጦ እንድየ እንታይ ኢልክ ክትላበዊ እንታይ ኢልክ ክትላበዊ ጨኪንካ ዲኻ ሃንስ ጊላይ ኣጉህየካ ዶኣ ንሃላይ ኣዔጠን ኣይቁረን ኮይነካ ብዕራይ። ኩልና ነብስና ሓኺኽና ኩሉ እንተሓደግና እዩ ግርም። እወ እንታይ ኢኹም ክትሓድጉ
ናይ መለይ ጥራይ ክንገብር።
ግርም ከምቲ ባህሊ ዝእዝዞ ግበሩ እሞ ኩላህና ከኣ ክንሕወሶ። ናይ ዝደቓላ ቆልዓ ዲኹም ክተብዕልዋ ደሊኹም። ደሓር ከኣ ብዙሕ ዝዕለል ኣሎ ናይ ጸጋይ ሓወይ። በዓል ኣቦይ ተጨኒቖም እንድዮም ዘለዉ። እሂ እንታይ ኮይንና ዲና
መሌ ሓሪሻ ዓዲ ኣትያ ኣላ። ጸጋይ ከኣ እንዳያ ከሰተ ካብ ከልኡ ንሲ ቆልዓ ጠሚተ ኣለኹ ኣመርዕውኒ ይብል ኣሎ። ወይለከ ንዓይ ኣሹ እታ ሓራስ ከንታይ ትኹን? ኣሞይ በሊ ግደ ከኣ ዜና ናይ ዮሴፍ ሓወይ ንገርኒ። ንስኻ ዳሞ ንድቓላ ወድኻ ዓዲ ክትእቱ ክትብል ንዛ ቅጭን ጓል ሓፍተይ በዲልካያ ፍርዲ ከይረኸበት ተሪፋ። እወ ንስኻ ክዳኣ እንተ ኾንካ ድኣ እሞ ኮፍ ኢልካ ከምዚ ዘይትገብሩ ደይ ትብሎ ሓብተይ ሓዳራ ዘይበተነት ኢሉ በተክ በተክ ዝብል ዘሎ ስኽ ድማ በል ስኽ ጓልኪ ተበዲላ ኣባይ ተዶ ኣይብልክም መዓንጣ ክንዲ ሓሪረይ ብኸምኡ እየ ካብ ዝገዛእ ግራሽ ጭራኒ ኣነ ምስ ሕልናይ ናተባኣስኩሲ ንስኻ ድማ ይደርበ ካብ ዝነበሮ ይኸፍኦኒ ክትብለኒ እንታይ ደኣ እሞ ገብር ኣይ ዓቕለይ እንዲ ጸቢብኒ ክሳብ ትላዘቡ እዚ ቆልዓ ምስ ሓፍቱ ኣብዚ ገዛ ይጽናሕ
በል ገና ኣብዛ ማእኸል ዓዲ ኮይነ ክሕምስ ኣይነድሓንን እወ ካብዘን ጥሪት ኣደይ ትምጠለኒ ኣነ ክኸደላ ኣነ ፅብ ንብዕራይ ዶ ሂበካ ኣይደልኒ ናይ ኣደይ ኣይደሊ ወይ ሃብታም ኮንኩ ዶ ክስኽትምኒ ኣነ ናይ ኣደይ ማዕረ የደሊ እቲ መንገሶም ከ ኣነ ደምቂ ፅንሓ መቦይ ኣደይ ፈለማ ዶ ናይ መለይ ንወድእ ምናሴ ሓወይ ናተይ ጉዳይ ገዲፍኩም ቅድም ናይ ዮሴፍ ግበሩ ብድሕሪኡ ናይ ኩሉ ንሓስብ። ወይለ ከምኡ ዲኹም ተዛዚብኩም። ንስኺ ከኣ ሓጢኣት ደኣ ከምዚ ርኢኺ ኣለኺ ቀላይ ናይ ገፊሕ ሩባ ንጻወቶ ነበርና ቀደም ብቆልዑና ኣብ ኣህለና ርኢኺ ኣለኺ ህ ስኽተት እንዲና ኢልናያ ግን ኣንቲ ተይስብ ገዳግር ኬሪ መጽኺ ስማዕሲ ኣይሰጒጓቶ እንዲያ ገዛን ጽርግያን ዝሓድርን ዝውዕልን ዘሎ እሞ ብተጥቕመት ዶ ምሓሸ? ኣነስ ዶ ንሱ ክብል ኢለ እየ መፅየ። ቀብርኹ እንድዩ ሕራይ ክብለካ እዩ። ሃእ! ኣብኣ ከለኹ ቆብ ኣቢልኪ። ዋእ!
ምሳይ እያ ኸሰተ ድዮም ተብኢሾም? ኣንጎሶምሲ ምስ ኣምላኽ እዩ ተብኢሱ፣ እዝግሄር ፀሊእሉ። ዋእ! ጠበንጃ ሕጁ በረኻ ሸፊቱ ነይሩ። ዋይ! ብሸመት ኣኽሊ ድዮም ተብኢሾም? ዋይ! ኣቲ ባምቡላይ ጉዳም ዶ ትብሊ ኣለኺ? ጉዳም ሰሚዐ ኢልኪ ንዮሴፍ ሓወይ ንገርዮ እኺ። እንታይ እሞ ክትገብሪ?

ከም ደሓ ኣቦይ ክትምለሲ ኔርኪ ኢለ ዋይ ሓቅኺ እኮ ኢለኪ ክኣቱ ዶ ገዛ ኣኣፋፊት ኮንኪ ከመይ ቀኒኹም ደይ ትብልዮ እዋ ኣንቲ ቆልዓ እንታይ ደይ ጌረኪ ኣብ ምንታይ ከ ውዒለ እንታይ ደይ ኢለኪ ሎምስ እባ መጺኺ እንዴ ክብለኪ ዝጸንሐ እወ መጽየ እንታይ ኢኹሞ ክትገብሪ ሕምምቲ ሰበይቲ ም ንእዲ ተደርብያ ዘይረኣኺ የሴፍ ዶ መድሃኔ ዶ እንዳበልኪ ዶ ረርጊጽክና ትኸዲ ነበርኪ ዎዎ እሞ ሕጂ ዶ ካብዚ ኣፋፌት ተመሊሰ ኢልክኒ ኢኺ ተመለሲ መጭቋር ነዴኺ እምበር ንዓኺ ዶ ክርኢ መጽየ ኣልክሲ ኣሕልፍኒ እታ ሓቂ ትጽለእያ ንሳ እያ ሓቂ ስለ ዝኾነ ስንካ ርእሲ የድንን ኣለኹ ግን ዕደ ተመለስኩ ገዛ እንዳ ዓለበኺ መን ክኽልክለኪ እዩ ኣንቲ ቆልዓ እንታይ ድዩ ወሪድኪ በሎ እተው እሞ ተመሊሰ ቡን ከስትየኪ ሕሪ ሕረ ጌርኪ እስቲኽኒ እንዲኺ ኣስቲኽኒ ክዛ ጓለይ ኣብ ኣፈፊት ከይንኩ ዶ ድላይ ከዛርብ ይጸናሕኪ በሎ ዓብዓብ ኣይትበሊ ኣደይ ዓብዓብ ኣይትፈትንያ ከይተጽምምያ ከይትርብሽያ እሞ ሕጂ ዶ ካብዚኣ ተመሊሰ ኢልክኒ ዕደ ተመለስኩ

ወይዛ ዳዕሮና ስላል ዓዲ ካብ ቀደማ ካብ ቀደማ ዋይ ካብ ቀደማ ዳዕሮይ ዳዕሮይ ዳዕሮ ዓዶቦይ ኣካቢ ስድራይ
እመይ ውዒልክን ኣደይ ድሓነት መስገኑ ናበይ ደኣልኪ ናብ መለይ ናብዛ ሓራስ ጓል ማርያም ክሪኣ ቆልዓ እያ ትሓጽብ ዘላ ኣይትረኽብያን ኢኺ።
እሞ እንታይ ኣበሳ ደለዎ እዩ ኣይ ሓራስ ጓል ማርያም እንደ ከይረኣኽዋ ክምለስ ዓበይቲ ክሪእዋ ዘይመጡስ ቆልዑ ኣንቲ ከመይ ዝበልኹም ጎዳማት ስድራ ኢኹም
እሞ መለይ ኮሳ እንዳያ ክሪኣ ኣለኒ ኣይትረኽብያ ንክንደ ትብለኪ ዘለኹ ኪድ ተመለሲ
በላ እዛ ቅጫ ሃባለይ እሞ ጓዕ ማርያም ሓራኺ ከዓ በላለይ ዳሓን እዛ ጓለይ ቅጫኺ ሒዝኪያ ተመለሲ ኪዲ ደኣ ኪዲ ዋ እወ እዘን ዓድና ሒዘን ኣላ መፅኤንን ኪዲ ዳ ኪዲ ተመለሲ ገዛ ኪዲ ኪዲ ቤት እንዳ ጊዳይ ከዓ ዘይፈልጠኩም ኮይነ ኪዲ ፅልልቲ ፅልልቲ እየ ፅልልቲ ዋይ ፀጋይ ሓወይ ጉድ ጌርካና መሲልዋ ድኣ እምበር ዝቕጫይሲ ባዕለይ ዱዕ ምኽዶ የብሎ ባዕለይ ደይበልዖ ሃላይ ወይ ለከ

ኣሉላ ጭልማ ተኳሲ ሓራስ መሓሲ ዘረባ ትበል ካብ ሓር ነጋሲ ኣብ ክልተ ዝትርብዖ ጨረር ሓምባሲ ናይ ዘመድ ግበራ ቁሩብ ኣናሕሲ ሕማቕ ዘመድ እናርካ ክፋእ ይትሳሰቐ እብለካ ኣለኹ ሓውቢት ንዘረባ ዝሓቅኻ ኣይተናሕሰሉን ኢኻ ከም ዓረባ ኢኻ ትቐዶ ግርም ሕጂ ኸ ናባይ መጺኻ እሞ ናጊላይ ክንመጸኩም ኢና ኢሎም ኣለዉ ኣይ ኣነ ዘይብሉስ ብዛዕባ ቆል ሓብቲ ክላዘቡ ደሓን ግር እንኳዕ ነይ ከምኡ በልካ እምበር ስኻ ድማ ምሳና ትሕወ ኣይሕወስን እንታይ ገርጭካ
ከሰተ ወይ ኣድሓነት ሓፍተይ ዘይነገሩኒ ሲኣይ ጓና ተቀይረ ብኣኻ ክሰምዖ። ጸግዕ ጸግዕ እናኸድካ ደኣ እንታይ ደሊኻ ሕጂ ምሳና ትጸንበር። እንዳ ሓፍተይ ከ ከምኡ ኢሎምኒ ዋላ ንስኻ ኢኻ ከምኡ ትብል ዘለኻ። ኩሉ ንሓደ ሓወቦኹም ዶ ኣይኮንኩን ዝብጻሕኩ። ሓወቦይ ኣይኮንካን ንስኻ ቀደም ኢኻ ኔርካ ሓወቦይ። ዋእ። ንስኻ ዶ ኣይኮንካን ዋላ ሓብትኻ ትዓሚጽ ኣብ ባይቶ ደው ዘይበልካ። ኣምሰሉ ኣምሰሉ ኢኻ ንስኻ። ሓዳር ሓብትኻ ክትብትን ዘይሓነኽካሲ ሕጂ ናይ ጓል ሓፍትኻ ተዛሪብካ። ሕማቕ ዘመድ። በልዓም የሕወስኒ ሰብኣየ ብኽብሪ ክንገር ኣለኒ ኣንታ ኣነ ምስ ኣሓትካ ክትፅምበር ደልየ እምበር ንሶም ድኣ ዘይሓሰቡኻ ሓል ዘረባ ኣያ ገዛ ብቓልካ ሒዘካ ዘመነይ ትብለኒ ጓል ኢኻ ንኸለኻ ታዳ ትፅምበር ትብለ ኣለኻ ጠስምን ናባን ክፅምበሩ ኣበየ ርኢኻ ብዘይ ባዕይ ትኸውን ተላትካ ደው ክብለ ባሽ ትዓዶ ብኻ በልዑቕ ስለ ዝኾንካ ተናቒቕካ ኢኻ ሕጂ ኪድ ዓድኻ ኩሉ ክብሪ ናይ ወለድና ዘውዲ ሓብትኻ ወሲዳቶ እያ

ኣንታ ጸጋይ ካንተ ዕድልካስ ከም ናህና ዕድል ክትገብሮ ደሊኻ? ዋይ እዛ ርብቃ ሓፍተይሲ ትዕድልና ደኣ ኣምላኽ ሒዝዎ ዘሎ ናይ ጸጋይ ሓወይስ እምበር ከምዚ ኣፋፊትካ ዘሎ ልሙዕ ሳዕሪ እዩ። ኣበይ እሞ ኣብዚ ልበይ ተትኣትዋ። እስከ እእትውትው ኣብለና።
እንታይ እሞ እቲ መንፈሱ ክርደእክን ኢሉ ሜለና ሓብተይ ተትኸውን እንዳ ግልጽልጽ ኣቢላ መንበበቶ እምበር። ዋይ ጸጋይ ከኣ ኣይ ውሽጥኻን ደገኻን ሓደ እንድዩ ብፍላይ እንተ ሓሪቕካን እንተ ኾሪኻን ፈጺምካ ኣይትምለስን ኢኻ። ሓቂ ዘረባ ኣነ ውን ከምኡ እየ። ንስኺ እኳ ትገዲ እዘን ኣዒንትኺ ፈጠጥ ምስ ኣበልኪ እየን በየን ዶ ትመልስየን ኢኺ ግን ዳጊላይ ኩላህና ኹም ኤ ከስዐ ዶ ጉራጉራ ኮይኑ እምበር ጥዑያት ከ ኣለና። ንሚለና ሓውሽክሽ ሓቅኺ ከም በድሃኔ ሓወይ በት ክውን ኣይሰኣኑናን እዮም።
ኣነ ደኣ መለይ ምስ ተመለሸት እንዳ ከሰተ ዝቡና መሲልኒ ነዚ ኮቦረይ እንዳ ደሰቕኩ ክደርፍ ዝሓስብ ዝነበርኩ። ደሓን ደሓን መኣዛ ሓብተይ ሕጂ እውን ኣነ ነዛ ጠሚተያ ዘለኹ ቦግ ምስ ኣበልኩዋ ከምዚ ናይ ኮቦሮ ኻናት ዓቢ ኮቦሮ ጌርኪ ክትድስቕዮ ኢኺ ህ ኣድጊ ንዝገበረካ ጠይቂ ግበሮ እንዳ ከሰተ። ኤእ ከምኡስ ኣይትሕሰብ ደኣ ኣሕዋት ኣዋልድ ኣለናካኮ ኣባና ሓሊፋ ክትጸንሓካ እያ። ንሕና ድኣ እንታይ ኡዶ ብጻሕ ኣለና ድፈተወና ንፈትዎ ብወለድና ዝመጸና በዝሒ ድማ ርእስና ኣድኒድና ክሳድና ቆልዒጽና ሐራይ ኣቦኽን ፍቃድካ ኩን እንዲና ንብል። ኣበይ እሞ ኣበይ እሞ መለይ ንመድሃኔ ከምኡ ተትኾነሉ እዚ ኹሉ ጸገም ኣይምመጸን። ኣንታ ጸጋይ ወረ ከመይ ጌሩ እዩ ነብስኻ ጌርልካ ንመድሃኔ ኢልካ ከድካስ ባዕልኻ ክትዕምጻ ኣንተ እዚኦም ኣብዑር እንድዮም። ሪኢክለኺ ከምዞም ኣብዑር ቁርን ናቢልካ ላዕሆሆሆሆ ናዕጨላ ኢልካ እኻ ትሓርሶ።
ኣንቲ ቆራ ኣንቲ ሎሚ እንታይ ክትኾኑ ዘለኺ ክንዚ ዘረባ ኣለኻ ኢኻ ኣነ ደኣ ንመን ንመድሃኒ ሓወይሲ ከዕምፅ ኣይለ ኣብዛ ገረብ ምስ ኣሰርኩሉ ሸዓኣ ምስ ኣፍርሐቶ እንደ ኣብዚ በፂሕና ደኣ ከይተዓወትና ክንምለስ ኢለ ባዕደይ ኣትያ ከብዳኻ ቅርፅ ኣቢለ ኣይተሓፍሩን ዳኣ ትደግሞ ኣለኻ በል ክትክሕሳ እዩ ዘለካ እዋ ኣንቲ ከም ዝሰማዕኽዮ እኒኺ ስለ ዝዓመፅክዋሲ ክሒሰ ክወስዳ ኮይነ ሕጂ ዝሓለፈ ሓሊፉ እንድዩ በዓል ኣቦይ ለሚኖም ሕራይ እንተቢሎሞ ከይትኣቢ ርብቃ ለሚንካ ሓዳር ኣሎ ድዩ ኣደይ ርሓነት ጉሄንን ዝጓሃየ ልብኻ ሸዓል ይምለስን እዩ ኣንቲ ግደፋን እንዶ

እስካ ገለ እዩ ገለ እዩ ተቀይሩ ሎምሲ።
ኣቶ ወይ ገዛ መፅኤ ነይረ እንዴ ኣይረኸብኩኻን። መን ምፃ ኢልካ እሞ እንተመጻኹ እንታይ ጸገም ኣሎ? ኣነ ክትመጸኒ ዘይደሊ እ ኣ- ቆልዑ ኣዲኤን ዘየላ ድኣ እንታይ ክትገብር ክትከይድ ኣይ ንሱ እንዲና ንጸልእ ዘለና ድሕሪ መለይ ዶ ብዛ ዓዲ ደሓን ኣሎይ
ኣነ ድኣ እሞ ጽሩይ ከም ማይ ንግሆ እንዴ። ለትኸል ጸጋይ ከ ዝራጊ ዶ ኢሎምኻ እዮም ኣብ ጽሩይ ማይ እኮ እዩ ዓለቕቲ ዝርከብ ኣይፋሉ ኣብ ዓዘቕትን ዘይጽሩይ ማይን እዩ ዝርከብ። መምጽኤይ ግዳ ረሲዕኻኒ። ርብቃ ነጊራትካ ዶ? እንታይ ክደፋኒ እዛ ዘረባ እዚኣ ርብቃ ርብቃ ረስዐን እዛ ስም እዚኣ ኣንታ ዮሃንስ ቅድም እሂን እባ በል እሂን ግርም ኣነስ እንታይ ሓሲበ መሲልካ እዋይ ንጸጋዬን ንምናሴንሲ ኮፍ ኣቢለ ከላዝቦም ደልየ እሞ እንታይ ናትካ ምኽሪ ደልየ መጽየ ነይረ ዋይ እንተ ከመይ ኢልካ ሓሲብካዮ እዚ ዋይ
ስቕ ኢልኩም እንዳ ንዓኩምኒ ኢኹም እምበር ናይ ሰብ እኮ ኣለኒ እም፣ እሞ ከመይ ከመይ እዩ ዝኸውን ዘሎ እቲ ዘረባ እወ ኣነስ እቶም ዓበይቲ ካብ ኣብየትኩምሲ እዋይ ናይዞም መሳቱ ክንፍትን ስለ ዝደለኹ እየ ግርም ኣይ ንሕናስ ርኢኻ ኣለኻ ነያ ገዛ ኣሓዊስና እንዲና ኣነን ጀናይ ሓወይ ናብ እንዳ ከሰተ ክንከይድ ንሓስብ ዘለና። ዋይ ኣንታ የሃንስ ንዓይ እንዶ ስምዓኒ እ ንስኹም እታ ሽምግልና ዕጭ ኢላትኩም እያ ኣነ ንምናሴ ኾነኽዎ ምናሴ ከኣ ለባም እዩ ወይ ጸጋይ ከኣ ካብኡ ዝገደደ ለባም ንኽልቲኦም ኣራኽቦም ብድሕሪኡ ናባኹም ነቕርቦም ዋይ ኣንታ በንስ ገና ኣስከ ካበይ እዚ ኩሉ ዘርኢ ከምዚ ዝበለ ዘረባስ ካበይ የማነ ይወጽእ ዘሎ። እዋእ ይህናይ ደኣ ጥራይ መርቐና እምበር ግና እዚኣ ምስጢር እያ። ኣፈይ ትለኾ!
ግርም!
ናይ ርብቃ ከኣ ካልእ መዓልቲ ንዛረበሉ። ኣንታ እሱ ግደፎ ደይተልዕሎ ንሱ ይተልዕሎ እተዓጽወ መዝገብ እዩ። ድሓን ኣምላኽ ከኣ ከፍቶ። ድኺዳነ ድሓን ዲኻ ሎሚ? ክሕጉሰከ
ክሕጉሰካ ይሃንስ።

ሓንቲ ጸጋ ሓብተይ ካንዲ ዝደንበ መሕብኢ ኮይንኪ ኣነ እኮ ገዲፈ እየ ፈቲኻ ዲኻ እሞ ገዲፍከ ዋ ኣንቲ ንስኺ ኸ ከምዚ ናይ ሓብትኺ ጉጢ ኣለኪ ድዩ እንታይ ኢና እሞ ክንገብር ደሃን ንስኪላይ እኮ በቃ ዘረባ ኮይኑ ቀለብና
እታ ዝፈልጣ ጸጋ ድንን ኢላ ትኸይድ ጸጋ ሓብተይ ዲኽስ ዋላ ካልእ ኢኺ ኣነ ኣነ እንታይ ደኣ ከበዓል ኣደይሲ ቆልዓ ጠሚቱ ኣሎ ክብላ ሰማ ኣልዕል ቢልኪ እዛ ዘረባ ካብ ኣብኪ ከይትውፅእ ኣልዕል ቢልኪ ኢለንሲ ኢለኔን ግዳስ ታመለይ ትሕሸካ ሓንቲ ልሳን ኣቕቢጫ ኣቕቢጫ እኮ ኢለ እኮ ኣነ ንመድሃኒ ኣትፈቱ ኢለኩም እዋይ ኣቲ ዋ ዋ ካን እዚ ኽፋእ ዘረባ ናይ ሓውቦይ ከይተርፍ ኣንተ ከመይ ዝበልኹም ስድራ ኢኹም ታሚለ ንኻ ካባ ክትገድድ መሓሶ ድዩ ብዝኾነስ መለይ ትሕሸካ ኣቲ እሞ ነደይ ደሓነት እንዴት ጽልእ ኣቢለያ ወይለ ነደይ ኣድሓነት ዲኻ ክትምርዖ ዋይ ኣነ ወዲ ጀናይ ኣቲ ንስኻ ከምዚ ትዛረብ ዲኻ ስድራ ምልእቲ እዚ ዘረባ ኮይኑ ቀለብኩም ሎሚ ረኺበካ ኢለ እምበሪ ኣየናይ መዓልቲ ከመዓልኪ ኢልካ ንትፈልጥ ከመይ ኢለ እሞ ክብለኪ
እዚ ቀይሕ መልክዕኽሲ ጽውግ ምስ በልኪ ነዚ እሾኽ ጨዓ ኮንክ እናተሰማዕኽኒ እሞ ሎሚ ኸ ሎሚ ደኣ እሞ ቈልሓ ወቦይ ቅጭን እወ ወረ ምስ መለይተ ተመሪዕኻሲ ሽሽ ክብለልካ እየ ኣቲ ምስ ቢለዳ ዲኺ ጸኒሕኺ ካበይ ካበይ ኢኺ ተምጽዮ ዘለኺ ዘረባ እዚ ስኻ ከምዚ ዛረቢ ዲኺ ዋ እንድዒ እንታይ እንድዒ ደኣ ትድብድብየ ድየ ኣለኺ ሕለፊ ሕለፊ ካልእ ከይወሰኽኪ ከለኺ ሓራ ዋ እንታይ ኾነ ዘረባ

ሕመይ ቀኒኸ ወለከ ኣንቲ ምለና ጓል ዮሃንስ ድኺ ዋዕ ከመብልክ እንዳ ፈሊጥክናኒ በታኽለ እዝንኽን በረኣይ ዕንትኽን ፈሊጠክ ዛጓ እዋይ ዝኣምላኽ ክጥዕም ክሳብ ክንዲ ኣብዚ ዓድና ዝፍለጥ ወረ ንስኺ ኢኺ ዘይትፈልጥ እምበር ኩሉ ዝጎደበ እንዲ ዝፈልጠኪ እዋ ዓዲ ምልእቲ እንታይ እንታይን ከም ትገብር ዘላ ስለ ዝፈልጣ ወለከ ከመይ ቢልክ ዳ ትፈልጢ ናተይ ስበይኒ እዩ በዚ ውሽጠይ ዘሎ መልኣኽ ኣቲ ሚለና ጓለይ እዚ ኣምላኽ ዝኽፈቶ ክጉዳም እዩ ሪኣኒ ከምኡ እዩ ኣነኸ እዚ ሰብ ጸልኣኒ ዶ ኸውን እንዳበልኩ ስቀ ዋ ደሓን ደቆኒ ክንከ ደሓን እየ ብወረኺ ጥራሕሲ ክፈትወኩ ጉዳም እዩ ኣሰይ ዓጽምኽን ይኽበር ብደቅኺ ተሓጎሲ ዋ ኣቲ ናደይ ዘውዲ እዚ ናይ ኩሉ ሰብ ዘረባ እንድዩ እንዳፈኾሰኒ
ኣንቲ ናይ ብልቢ ኸሊኸ ብልበይ ዋ ኣንቲ ጓል ያሃንስ ወላ ዝኣፍክስ መዓር። የቐኔለይ
ንፈለማ እዋን ጓል ትነኣድ ኣብ ዓድና ሰሚዐ ንሳ ከኣ ኣነ እየ። ኣንቲ ቆልዓ ክንደይ ትዛረቢ ኢኺ ግደፍዮ እስከ እዚ ዓበድበድ። ቀደም ነይረ ዓበድበድ ኣደይ ዘውዲ። ኣንቲ ከመይ ከመይ ኢኺ ትገብርዮ ዘለኺ እዚ ዘረባ። ዋእ ከምኡ ከምኡ ብኡ ብኡ ናብኡ ናብኡ። ወለኪ እሞ መኸደይ ደኣ ሕጂ ማሰ ክትብልለይ ዲኺ። ዋእ እቲ ናይ ኣደይ ዘውዲ ዝኸዲ ዶ ዝማሰ መጸልካ እዩ ድሕሪ ክንደይ እዩ ባህ ዝብለካ ንመለይ ከዓ እንኳዕ ኣምጻኽያ ተሓጒስና ዓስቢ ክለኪ ዋይ ትትረፈና እዛ ዘረባ ሚለና ጓለይ ከይደ ደኣ ዋይ እሞ ብልበይ ዘሎስ ከይበልክዎ ክትከዳ ኢልክዮ ገና ኣብ ልብኺ ከሎ ከ የውጻኽዮ እንደ ፈሊጠዮ ወይ ጉዳም ቆልዓ ኢለ ደኣ እዛ ጓለይ ወይለከ ከምዚ ናተይ ልቢ ኣለወን ማለት ድዩ እዋ ከማይ ጎራሕ እየን ዘን ሰበይቲ ማለት እዩ

ተመስገን።
ደሓን ዲኺ?
ኣጓብ ዝዓድናኸ ደሓን ዶ ኣለዉ? ወይለ ኣጓብ ዝዓድና ዳ እንታይ ኮይኮኑ? ግርም ዶኸ ሓሪስኪ? ገዛ ከይንመጽእ ከኣ ተሰኪፍና። ንስኻ ደኣ እንታይ ዘሰክፍ ኣለካ? ኣይወዶምን ዲኻ ግዲ? ንዓይ ክትደሊ እንዶ በረኻ ክንደይ ከብታት ኣይበልካን። ካብዚ ስሱዕ ጸጋይ እሞ ዘየናጎፍኩኺ። እንቋዕ ጥራይ ንውላድ ኮነ። እንታይ እሞ ዕድል ምስ ተሓምሸሸ እንዶ ኮነ። ኮምባይ ትበሊ ጸጋይ ኣመርዕዉ ንብል ኣሎ። ምስኡ ትምራሕ እውን ምስ መን ኣታ ምስ ጸጋይ ኣንቲ ሕማቕ መዓልቲ ውዒሉ እምበር ከመይ ዝኣመሰለ ሰብ ድዩ ንፉዕ እኮ እዩ ኣታ እንታይ ኢኹም ንስኹም ንሕማቕሲ ንፉዕ ትብሉ ዓሚጽኒ እምበር ሸሊሙኒ ድዩ እንታይ ኢና እሞ ክንብል ሰብ እኳ ብሕሉፍ ተግባራቱ እዩ ዝምዘን ንሱ ኸኣ ንፉዕ እዩ ንሸዊት ከ ረኺብካያ ነርካ ዶ ትደንበ ከይትካ ከለኻ ሸዊት ነብሪ ወሓሎ ኮይና እምበር ብርትዕቲ እያ ንዓኹ እኳ ዘይነሓፈት ፈትወካ እያ ንዓንዶ ግዳ እዞም ስድራ ክሕሳብ ብሎም ኣታ የማነ ኣይ ኣነ ደኣ እሞ ምስ ጎራዙ ዓድና ከይምርዖስ ቃል ኣለኒ ብውሽጠይ። ዶ? እወ።
ንስኻ ከም ሰብካ ጨካን ዲኻ የማነ? ከምኡ ኣይኮነን። ምዃን ናይ መን ደኣ ክትወስድ? ናይ መሳቱኻ ትወስድ እምበር። ጨካናት! ኣይ! ጨካናት! እወ ጨካናት! ንዓይሲ ምስ ጸጋይ ክትጽብጽብኒ? ደሓን መስጣናስ ወርደኩም ደኣ ኸውን። ኣይ!
እዋን ሰሓቀ እያ እንታይ ፅቡቕ ረኺባ ምስ ከመይቲ
እዚ ገዛ እንታይ ዝበለ ፀላኢ ሰናይ ወሪድዎ እንታይ ከም ኮንኩም ካብ ናይ ኣምላኽ ትርሕቑ ዘለኹም እንታይ እሞ ክንገብር ኣንታ ገዛይ ኣነ ኣድሓነት ከምታ ትደልያ ሪኤካ ኣለካ ናይ የስየፍ ገዲፍና ናይ መለይ ንሕሰብ ኢለያ ንሳ ግን ዑጭ ኢላ። ዋሕሆቦይ ሓብተይ ልቢ እንቅጫ ናይ ሰብ ዘበል ርሒቅዋ። ንዓይ ስንካ ጽርደ ኢኹም ኣብዚ ልበይ እንኳዕ ኣይትኣትዉ። ክልኽሊ እንታይ ልብለኪ እዩ ዝተሸጎረ ልቢ ሒዝኪ ልበይ ልበይ ከዓ ትብሊ ክፉስ ልቢ እንተኮይኑ ኢኻ ትኣትዎ ሽዑ ስምዓና ኢልካ ትልምኖ ኣያ ገዛይ ከምዚ እንተኮይኑ ኣድሓነት ከም ትደልዮ ይኹነላ እወይ መለይ ሓደ ቆልዓ ሒዛ በኪ ኮይና ትትረፍ ናይ የሴፍ ከዓ እንተቐቢለ የለ እወይ በቃ ዋላ ኣብ ጥርጌ ደርበ ኣነ ሶኹ ሶኹ በቃ ኣቱም ከሰተ እንታይ ከምትብሉ ዘለኹም ዘረባ ይከኣልኩምሉን ኪዱ እንዳሓሰርኩም ዋ ደው ድኻ ኣፍ ከፊትኪ ትኸፍት ወ ወረ ንሳሲ ግጭር ግፈኩም እዩ ዝግባኣ ነይሩ ንሳ ጓልኩም ሓብሒባ ጓልኩም ኣሕሪሳ ኣምፅኣትኩም ሲ ኣታ ኣታ ከመይ ዝበልኹም ጨካናት ወለደ ኢኹም ኮይነ ደሓን ደሓን ሓወቦይ ናይ ኩሉ ኩሉ ኮይኑኒ እምበር ኣንጎሶም ሓወይ ትሪኦ ኣለኻ ከም ፅጋባ ኣድጊ ሓምለ ሰነፊዕ ይብል ናይ ኣንጎሶም ስደሓን ኣቲ ናትኪ ግበሪ ወረጃ በዓልቲ ሓዳር ክለኽሲ ነዚ ዘይጠቅም ሰብ ምእላይ ክስኒ ሕጂ ዝበላኪ ስምዕና እወ ወይ ከዓ እያ ዘይከውን እንተኮይኑ ከዓኒ ትንገረና እወ ሕጂ ንወዲ ጀናይ ኣብ ባይቶ ደው ኣቢልና ሪኢኻ ክሓሳይና ነገርና ክንዓፁ ናይ ባይቶ ስልጥ መሓልኩም እባ ዓዲ ምልእት መሊሳ ክትጸርፈኩም ትጸርፎም እወ ከም ብወግዕናን ባህልናን ናይ መለይ ዘየደቀሱ እንዲዮም ዝብሉና ዘለዉ ንዓይ ከዓ ምስል ዓባይ ወግዕ መሲሎምለይ ተኽለ እኳ ዝቐበፀትና ተኽለ ተኽለ
በሉ ርእሰይ ሓሚመ ኣለኹ ክዕርፍ እሱኻትኩም ዕልሉ እዋ ወ
ኣንታይ እያ ንዓይ ኣፋታሕኒ እንዶ ዋእ እወ ኣነ ምስ ኮልኩላ ስኽን ተበለ ንዓይ ሪኣ እኮ እያ ስቕ ከምዚ ተዕገርግር ዘላ ኣንቱም ከሰተ እንታይ ኢኹም ትኾኑ ዘለኹም ሰብኣይ እንዲኹም ገጥ ባበሉ ዋዕ ከመይ ኣብሊ ገጥ ክብል ኣብ ሓነታ ሰንቢዳቶ እንድያ በትኪ በትከዎ በትኪ ሕጂስ እንዳ ጊላ ይመፁ ኣለዉ እንታይ ኢና ክንብሎም ኣታ ኣይትምፁ ትድከሙ ኢለ ሰብ ክልእኸሎም እዩ በቃ

እዚ ነብሰ ጾር ምዃንክስ ተሓጒሽክስ ቁሩብቲ እዝንኺ ዶ ይጥዕን እዩ ጓለይ? ዋእ ጥዕንኡ ደኣ ደሓን እዩ ኩሉ ግዜ እዩ ዝዝክረካ እዚ ማሰ ዝብል ወዲ ዓድኺ ከምዚኣ በለ ከምቲኣ በለ እዩ ዝብለኒ። ዶ?
ከመይ ኢልኪ ኣለኺ ጥዕናኺ ደሓን ዲኺ? ደሓን እየ ምስ ኣደይ ሕሸኒ ኢለ መጼ። ወይለከ ሂድና ኢዳ ኣይ ብሓደ እንዲኽን ክትብቆራ ዝብእዝገ ኣንጎሶ እንታይ ድዩ ዝሰርሕ ዘሎ። ኣየ ብኩርንየ ድሕሪ ሰለስተ ወርሒ እየ ዝሓርስ። ፖው ፖው ኣብ ኢድኩም እ ኣብ ሻዕ እየ ዝሓርስ። ኣዋይ ዋይ ዋይ ከመይ ኢልኩም ቀኒኹም ከ? ደሓና መስገኖ።
ሚለና እኮ መወዳኣይ መጺኣ ይዕልል ኣቢላትኒ። እዋይ እዛ ጓለይ ኣይሳ እንድያ እዛ ኩላ ተ ሪኢ ከለኽ እንዳ ተደኣለት ሪኢ ከለኽ ዛናግዕ ተብለና ዘላ። ብጨርቂ ዝተሰፈየት ኩርኩር ሒዛትና መጺኣ። እዋይ
ኣየ ሴፍ ሓዋ ዝሃባ ባምቡላ ድያ ግዲ ኦየ ባምቢና እያ ትብላ ነይራ ነዚኣ ትመስል ክትወልዲ ይኽኢላሲ እንታይ ትብሉ ጓለይ የሴፍ ሓዋ እንታይ ድዩ ዝብላ ሚለና ሓፍተይ ኣንቲ ኮመዲ ይብላ ኮመዲ ባምቢና እዩ ሽማ ጃዲ በሊ ዋይ ሕራይ በልስከ ኣዴኺ ከጥጥዒ ደላ ደሓንደ ፀኒሓትኪ ይህ ትጥዒ ላርያ ጥርሃ። ኣደይ ደኣ ጓለይ መጺኣ ዓድና መጺኦም ዘይበጽሕዋ ኢላ ትጉህ ኔራ። ሓቃ እንድያ ጽርሃ እኮ በዓልቲ እግሪ እያ እብለኪ ኣለኹ ሓዘን ይኹን ሓጎስ እስ እግራ እስ ኣይተዕርፍን እያ እብለኪ ኣለኹ ኣብኣ ከለኻ ዘረባ ልክም ኣቢላ ካብ ባው ወይወ ሓቅኻ ደኪመካ ኣብዛ ጸሓይ ደው ኣቢለካ። እህም ዋይ ናብኡ ዶ ከይዱ ዘረባ እሞ ለኪምክኒ በል እስከ ደሓን ዳኣ ማዓበልቲ ማለት

ንፍቕ እምበር ኣቢለኪ እዋይ ነተን ደቂ ሓትነይ ከኣ ንዓኺ ኮይነን ይስምዓን ሕቑፍ ኣቢለ ስዕመን ኣንቲ ከመይ ደኣ ኣነ ከኣ ንፍቕ የብለኪ ካብዚ ኣፈይ ከዓ ኣውፀኪ ይፈልጥ ነይ ሓቅኺ ሰይቲ ወዲ ሓወቦይ ኮይናስ እንዳ ሓወቦይ ተትቕመጥ ግርም ነይሩ ብላ ትትሓስብዮ ዶ ኣይሓስቦን ኣቲ እንታይ ገይረኪ ዋ ኣንቲ መለይ ምስ ወለድካ ከትዕሹ ዲኻ? ዋይ ኣቲ ታይ ማለትኪ እዩ? ዋይ ዘረባ ጠፊእኩ ዶ ዘረባ ናይ ሚለና ከም ማይ ዘይብሉ ጨና ከም ናይ ሰማይ ማና ሓደ ኾንካ ዶ ይኽወን ጓና ጸንባሩ ቆልዓ ወሊድና ኣለና ሃየ ደኣ ወድና ኣሕቁፍና ከምዛ ናይ የሴፍ ሽኮር ኢና ከነሰራስሮ ኢና ዋይ ኣንቲ ብቲ ልብኺ ስቲ ኣምላኽ ድዩ ዝሕድረልኪ ዘረባ ይህናይ ደኣ ይህናይ ደኣ ኣምላኽ እንድዩ ቀረባ ኣብ ልብና ዘረባ ዝዕምብባ

ስምዒ እስከ መለይ እስኽስ ገዛይ መፂኻ ከመለኺ ደይ ጥርሃ ደሓን ደለ ኺድ ክሰላም ደይ ትብልኒ ገደደ ዋ ሳንዳይ ክንዲ ንስኽን ትበፅሓስ ሓራስ ጓል ማርያም ገዛኽን መፅኣ ክትስዕመክን ጓል ሃንዲስ ጊላይ ምሳኺ ዘረባ ኣይደሊን እየ ምሳኺ ተዛረብኩን ጓል ሓወይ ከመይ ኢልኪ ቀኒኺ ደሓን ዶ ቀኒኺ መስገን ደሓን ዶ ቀኒኺ ደይ ጥርሃ ግርም እንኳ ሓጎሰክን ከዓ ናይ ሰበነ እዎ እዛ ጓሊ ኣነ ከዓ ከምኣ ክትብልኒ ኢለ እኳ እየ ኣንቲ መለይ ጓሊ ካብዚ ዓድና ምልእቲ ምልእቲ ዓድስ ሓደ መፅስ እንኳ ሓጎሰ ክትብለኒ ክስእን ተሰጎዲ እንታ ነ ኾንኪ ኣብ ትሕቲ ኢቲ ስጉር ስጉር ከብለኬ ምሳኺ ዘረባ ብለይን ኢለኬ ገዲፈዮ ተዛሪበኸ ንመን ኣስምዐ ቀደም ነይሩ ዘረባ ልቢ ዘለዎ ዝቆልባ ሎሚ ተሪፉ ዘረባ ኮይኑ ዒባ ዒባ ሰንበት ዒባ ኮይኑ ከዓ ትብለለይ ዋ ሚለና ዋ ኣደይ ጥርሃ ካብ መዓስ እያ ምስ ሚለና? ስቕ ደኣ በል ናይዚኣሲ ብሓንሳብ ከይድና ንመለይ ጓል ከሰተ ክንሪኣ ኢና ኢለሲ ሙሉቕ ኢላ በይና ክትከይድ
ናይ ገዲፈክን ዝመጻኹ ዲኽን ከኣ እንታይ ደኣ ምሳኺ ደኣ ሕንጫል ቆልዓ እንታይ ኣራኺብኒ ዎ ሳንዳይ በላ ይኣኽለክን ዘረባ ይኸደክን ኣሎ ዋ ገዛ እምበር ኣብ ቅርዓት ዲኽን ደኣ ክትስዕማ ኣደሊኽን መለይ ሓፍተይ ኣይተስተብህልሉ ኢኺ ናይ ሳንዳይ ዘረባ ደሓር ንቡር ሒዝና ገዛ ክንመጽእ ኢና ኣንቲ መለይ ጓለይ ኣኽፊኤ ደይ እዛ ቆልዓ ደኣ ሓቂ እኳ እያ በሊ ወላ ንስድራኺ ነዲ ጥራ ረኺበየ ነይር ከይትብሊ ኢኺ ንጸጋይ ከዓ በዓለይ ረኽባ ቢለ ምዕል ከብሎ እየ

ንዕሞ ንዕዛ ጓለይ ንዕብዛ ወኔ መኾፈሊ ዕላል ኣለኒ። ማይ
ኣንቲ ማይ ነደይ ምስ ኣንኪያ እዛ ገዛ ቀጨውጨው ኢላ ትክሪያ። ወይለከ ምስ መዘናኻ ዕላል እኳ ይግርም ሃንስ ሓወይ የለ ርግበ ሰመረ የላ እንታይ ደኣ እሞ ክገብር። ማኣነ ክንዲ ኩሎም ዘይኮነልኪ ከምኡ ኢለን ድየ ደኣ ተዳህየኪ ደሓር ከኣ መድሃኔ ዓውዓው ክብል ሚለና ክትዛረብ እዛ ገዛ ኣይጸምዉኻን እዮም ንስኽን ግን ኣብታ ውሻጠ ተሸጒጥክን እኮ ጸኒሕናና። በለ ኣነ ክንዲ ኩሎም ክኾነልኪ እየ። ንዓኺ ደኣ መዓስ እየ ንበይና ዝረኽባ እንድየ ዝብል ኔረ ደሓር ከኣ ንስኺ ከምዘን ዝገሽ ኣይኮንክን ኣብቲ ኣስመራ ምጽእ ተትብሊ እኮ ጽቡቅ ጌርና ምዕለልና። ወይ ሊያ እሞይ ዘረባ ዘለኪ ኢኺ ትመስሊ። እሂናይ ደኣ
ስምዕሞ ርብቃ ጓለይ እንታይ ኮንኪ ኢኺ መርዓ ርሑቕ ጎደቦ ኣቕቢጭኪ ምስማዕ ኣብያትኒ ኢሉኒ ሃንስ ሓወይ እንታይ ኢኹ ኮንኪ ንኣቕቢጨ ድየ እንታይ ቐሪጭኪ ድኣ ሕረይ ዘይትብሊ እስኺ እኮ ሰላዕ ኢልኪ ኣኺልኪ ኢኺ ሕጂ ኣንቱም ሞይ ኣይትፈትዉንን ዲኹም ኣነ ተመርዕየ ኣብዛ ማእኸል ዓዲ እየ ክኸውን ዝደሊ። እምበር ከይቕበጭክትስ ጋጊላይ ኣይ በሊ እዛ ጓለይ ብወለድኺ ክትምረቒ እምበር ክትርገሚ የብልክን ደሓር ከኣ ጓል ኣንስተይቲ ዕጫኣ ንሱ እዩ እሳ ከኣ ወሓለ ኢኺ ሕራይ በሊ። እሞ ናይ ዮሴፍ ጉዳይ ኣይኮነን ኣምጺኪ። ዋእ ናትክስ መዓስ ኣደቂሱኒ ንወለድኻ ከተገልግል ዶ ትኣርግ ኢኻ ስምዒ ወላዲ ከኣ ስሱዕ እዩ ንዒ እዚኣ ኣምጺ ንዒ ናብዚኣ ኪዲ ከምዚኣ ግበርለይ ክብል ካብዛ ጎኑ ክትፍለይዮ የድልዩኒ። ኣይዘኪ ኣንቲ እሞይ እዚ መልሓስኪ ደኣ ክንደይ ክጥዕም እዩ ከምዚ ናይ ሓወቦይ ከምዚ ናይ ኣቦይ ጠባይ ዘይብልኪ። የብለይን ጀናይን ዮሃንስን ሓወይ ደኣ ናይ ኣቦዮም እኮ ወሲዶም። ኣቦይ ጊላይ ሓያል እዮም ግን እዛ ልቦም ጻዕዳ እያ ሕያዋ እዮም ነይሩ ኣንቱም ወይ ንሕና ከ ከምዚ ናትኩም ከነዘንቱ ዲና ወይለከ ክተዘንትውወ ግን ክትርገሚ የብልክን ጽቡቕ ዕዮ ዕየይ ድሓር ከኣ ነቦኽን ኣዴኽን ክተኽብር ኣለኪ ፈጣሪ ዝሕጉሶ ኣቦኻን ኣዴኻን ኣኽብር ትብል ትእዛዝ እያ ሓደራኽ እዛ ጓለይ በል ዝሰማዕናዮ ኣብ ልብና ኣሕድሮ። ክሓድር እዩ ዛጓለይ ክሓድር እዩ ጓል መን ኮንኪ ጥራይ እዛ ዝብለኪ ክበር ሕራይ በሊ ሕራይ ሕራይ ኣሞይ በሊ ቡን ክንሰቲ ናውቲ ቡን ክቐራርብ ሕራይ ዛጓለይ ሕራይ ብርኽቲ ኩኒ ኣቱም ቆልዑ ኣለኹም ዶ
ኣቦይ መፂኻ ዲኻ
መፅየ
ኣየማነ ወዲ ኪዳነ ደኣ ንዓኻ ደልዩ እንዲ መፅናዮ ናባይ ኣይኮነን ናባይ ንዓይ ደለየ እንታይ ደልዩንና ዋይ ኣንታ ኣቦይ ንዓኻ ደልዩ መፂ እናልኩኻ ብናይ ፀጋይ ጉዳይ ክዛረበካ መፂኡ ደኹ የማነ ወዲ ኪዳነ ደኣ ካብ መዓስ እዩ ብዛዕባ ፀጋይ ወዲ ሓወይ ዝዓጦ ዋይ እሞ እንታይ ደኣ ክብል እየ ንዓይሲ ከምኡ እዩ መሲልኒ ከምኡ ኢልኪ ድዩ ኣይለንን እሞ የማነ ወዲ ኪዳነስ እንታይ ከም ዝደለየ ጠፊእኪ ዋይ ኣንታ ኣቦይ ንዓኻ ደሊኡ መፂ እናልኩኻ በሊ ናብታ ቅርዓት ገፅካ ኣይትወፂ ኣንታ ኣቦይ ወይ እቲ ናይ ርሑቕ ዓዲ መርዓኻ ገዲፍካዮ ዲኻ ኣይገደፍክዎን ኣንታ ኣቦይ ምሽ ትፈትወኒ ኢኻ ፈትወኪ ወይ መን ድዩ ደንበ ዘብርየኒ እሞ እንታይ ደኣ ኾንካ ኣብ ቅድሚ ዓይንኻ ኮይነሲ ኮደደድ ዘይብል ኣብታ ገዛይ መጺኻ እኳ ቡንካ ምስ ሰተኻ፣ ርሑቕ ዓዲ ግና።
ዋሂይ! ምስ ኣዴኹኸ ተላዚበ እኮ'የ ጠሪሸ። ተጋጊኹም!
ኣብዚ ዕድመዚ'ሲ እንታይ መገድን ድኻምን ኣድልዩኩም'ዩ፣ ኣብ ማእከል ዓዲ ገዛይ መጺኹም ቡንኩም ስትዩ ዘይተብሉ። እዋይ!
ኣንተ'ዚ ሽሕጣን'ዚ ካበይ'ዩ መጺኡ? ዋይ!

ስድራኸ ደሓን ዲኹም? ደሓን ኢና ደሓን ኢና ሪኢኺ ኣለኺ መጺና ክንሪኤኪ እንዳበልናስ ዘይመጻና ባይ እነሀ እንዶ መጺኹም የለኹምን። ቸዲ ዋይ ዋይ ዋይ፣ እቲ ዝደመ ምምጻእ እዩ ዋይ መለይ ጓለይ ዋላ እንተጸረፍክንሲ ኣይሕዘልክን እየ እንታይ ጌርኩምኒ ንኽጸርፈኩም? ኣይ ዓርከቦይ እንዲኹም ግዲ ሓቅኺ እንታይ እሞ ክንገብር ሰይጣን ኣብ መንጎና ኣትዩ ዶ ወ ምስ ኣቦኽን ኣይመጣፍንትን ኢና ዝኹሉ ከተማ ዓዲ ከተማ እንክንብል ኣንቲ ኣንቲ ከሰተ እኮ ወረ ሕጂ እውን ኣዕሩኽ ኢና ኣንቲ ከሰተ እኮ ኣንቲ በሉ ኸይድ
በሊ ተሓዝለይ እኺ እዛ ጓለይ ርኢኺ ኣለኺ ገዛ ደሓን ክንመፅእ ኢና ክንመፅእ ኢና በቃ በቃ ሕራይ ተሓዝለይ ኣዋይ ዋይ እዛ ቆልዓ ደኣ ተቐይማትለይ እንድያ እንታይ በዓል ፅቡቕ ግብሪ ኾ ኮይነ እየ ወደይ ዋይ ዋይ ዋይ ከምዚኣ ዝበለት ስላዕ እኳ ተወቂዐ ዘይፈልጥ መፂኹም ነይርኩም ክትብለኒ እዋይ

ዓንተወይ መጽየ ኔረ እንዴ ማእዛ ኣይነገረትኩምን። ኣይነገረትንን?
ኣይ ደሓን ኔሩ ምምጽኢካ ደኣ። ሓደ ነገር እንዴ ሓሲበ። ብዛዕባ እንታይ? ንመን ኢኻከ ሓሲብካሉ? የማነ ደኣ ትሓስብ ዲኻ? ኣይ ኣጆናይ ቅድም ህ እባ በለኒ። ሕራይ እስኪ ተዛረብ።
ንስኹም እኳ ናይ ዓበይቲ እንዳ ሰራሕኹምሲ ንሕና ከኣ ናይ መሳቲ ክንሰርሕ ኣለና እየ ዝብል ዘለኹ። እንታይ ማለትካ እዩ? ንጸጋይን ምናሴን ኣራኺበስ ከላዝቦም ደልየ። ዋይ ኣንታ ሃይማኖት ወደይ ከምዚ ዓይነት ሓሳብ ካባኻ ከምዚ ዓይነት ፅቡቕ ነገር ርኣ ይወፅእ ድዩ ወረ መን እዩ ከምዚ ኢሉ ምዒድካ መንጊርካ በል የማነ ወደይ እዛ ሓሳብ ኣምፂእካ ኣለካ ፅብቕቲ እንዲያ ምናስ ኢኻ ሕራይ ኢልካ ድዩ ወንሱ ዳ ሕራይ ኢልኒ ሕጂ ንፀጋይ ክረኽቦ እየ ንስኹም ከዓ ንፀጋይ ምዕ ተብሎ ልስካ ከዓ ትብልኒ ዋይ ደሓን ፅቡቕ እንዲኻ ሓስበ ዘለካ የማነ ወደይ እዚኣ ዳ ፅቡቕቲ ሓሳብ እምበር በል ዝወደይ ኣምላኽ ይቃናዓልካ እወ ደሓር ከኣ ሎሚ ንርእኻ ኣለኻ መዘና እዩ ዝሰምዕ ባዕልኻ ጥራይ ወድኣያ እዚኣ እወ ኣምላኽ ከኣ ይቃናዓልካ ኣብ ጎንኻ ይኹን ዝወደይ ምናሴ ከኣ ለባም እዩ እወን እዩ ጸጋይ ወደይ ተኾነውን ጉህዩ ደኣ እምበር ኮይኑ ለባም እዩ እሞ ክራኽቦ ኣራኸቦም እወ እዚ እኮ ስራሕ ፈጣሪ እኳ እዩ እንታይ ደኣ እሞ ካባኻስ ጽቡቕ ኣይርከብን እዩ ክትብል ጸኒሕካ ደኣ ዳሓን ዳሓን የማነ ወደይ ዳሓር ከኣ ናይ ቀደም ዘኪረ እንዳ ኣለይ እዚ ዳሓር ጽቡቅ ነገር እንድዩ ጥራይ ኣምላኽ የቃናዓልካ ዝወደይ ኣሜን ከምዛ ኣነ ጸጽቡቁ ዝሓስባ ዘለኹ እወ ንስኻ ከኣ ንዓይ ዘሕጉስ ሕሰበለይ ኢኻ ዋይ የማነ ወደይ ጥራይ እዛ ትብላ ዘለኻ ጠርሻ እምበር ኣነ እውን ባዕለይ ዝገብረልካ ኣለኒ ዝወደይ ኣጆኻ ኣምላኽ ከኣ ምሳኻ ይኹን ኣሜን እሞ መርቀኒ በል ዋእ መሪቀካ እንዴ ክተምርቃ ደለዩ ደሓን የቃንዓልካ ጥራይ ዝወደይ። ደሓር ከኣ ኣቦና ኣብርሃም ኮሪዕካ ኣለካ ንያቆብ ሓንሳብ መሪቅዎ እታ ዝበለጸት ምርቃ ከኣ ወሲድዋ። ወኒ ከይደ ቻው ቻው ዝወደይ ሰይ ዝወደይ እንተ ቆልዓ ተቀይሩ እምበር ዋ የቃንዓልካ ዝወደይ
በሉ እስከ ኣብዛ ናይ ኣቦታትና ኢና ኮፍ ኢልና ዘለና እሞ ይቕንዓና ጸጋይ ሓወ ናይ ንእስነት ክነዕልል ኢለ ኣድሄካ እንታይ ማለትካ እዩ ጠፊእካ ዶ እቶም ወለዲ ናይ ዓበይቲ ገብሩ ኣለዉ ንሕና ከኣ ናይ መሳቱ ክነዕልል ግርም ግን ግዜ በሊዕኹም ሕጂ ውን ፀሓይ ኣይዓረቦን እህ እወ ወኒ ኣረ ግርም መን እዩሞ ክጅምር የማነ እንታይ ኢኻ ክትብል ደሊኻ ኣይ ንዓይ ዳ ኣብ ቅርዓትን ጓይላን ይኾለል ክብል ዝውዕል እንታይ ቁም ነገር ኣለዎ ደይኩንኩም ትብሉኒ ሃየ ግዳ ባዕልኹም ጀምርዎ ከም ፀጋይ ኢኻ ሓፍተይ ዘይዓመፅካ እምበር መዓስ ካልእኸ ተሪፍካ እ ግን ኣብ ሕማቕ ኣይወዓልካን ናበይ ናበይ እዩ ዝዘረባ እንታይ ድዩ መፀዊዕኹም ኣጆኻ ኣባትና ፀጋይ ሕማቕ መዓልቲ ውዒልካ ኢኻ እምበር ንስኻ እንዶ ትነፍዕ ካብ ኩላትና ብልቦና ኹን ዋላ ብዕዮ ኣንታ ናብቲ ጉዳይ እንዶ ንእቶ እዚ ዘረባ እዚ ደኣ ኣብ ቅርዓት እንዲ ፀርዓ ንግዲ በል መለይ ዓዲ ከም ዝኣተወት ሰሚዕካ ኣለኻ ምናሴ ከዓ ለባም እዩ ነዛ ጉዳይ ክህዳእ እዩ ዝደሊ ዘሎ እወ ንዓይ ንስድራይ ንዒካ ሓፍተይ ዓሚጅካ ኢኻ እወ እሞ እንታይ ኢኻ ክትብል ደሊኻ ዘለኻ ዝበሃል ደኣ ብዙሕ ግን ኣይፋልካን ምናሴ ናብቲ ጉዳይና እሞ ንእቶ እወ ሓፍተይ ክትዕምፅ ከለኻ ኣነሰ ከም ዘይብል ፍሉጥ ነገር እዩ ግን ፅቡቅካ በዚሑ ሃየ ተጋጌ ሕማቅ መዓልቲ ውዒለ ኢልካ ወይሉ
ክሒሰስ ክወስዳ እንዲ ኢሉ ወረ ስድራኻ ብፍላይ ኣዴ ድሓነት ዕጭ ኢለን ኣቕቢፀን እዚ ከይኣክል ካብ ቅርዓት ኣደ ረኺበን ዓፅሚ ዝሰብር ፀርፊ ፀሪፋትኒ ተፀጋ እንታይ ወሪድካ ኣይ ወላዲት እንድያ ግዲ ሓሪቓ ከኣ ትኸውን ግዲ ሕጂ ግን ኣብ ጥፉእ ኣይትዛረብ ክፉእ እንድዩ ሓብተይ ከኣ ሓብትኻ እውን እንተኾነት እኮ ጸጋ ይረእኹ ሰይጣን ረእኹ እኮ እያ ትብል ዘላ ዋይ ኣንታ እዛ መለይሲ በታ ኣበርካ መጽያትካ ዋ ንፈትወካ ኮይና ኢና እምበር ጽውቅ ክትብል ከለኻ እኮ ሸይጣን ዳዕሮ ኢኻ ትመስል የማነ ታንኳ ደኣ